ኩላ ግዜ ካብቲ ምዝኽኻር ደድልዮ ጉዳይ ድማ ምስቲ ናይ ሮሞዳን እተተሓዘ ንዝክሮ ዝነበርና ሎሚ ውን ምስቲ ብዙሕ ግዜ ተደጋጊሙ ሕቶታት ውን ዝቐርብ ንዕኡ ዝያዳ ንምብራህ ብዛዕባ ዘካት ሎም መዓልቲ ክንርኢ ኢና ማለት ዩ። ኣዘካት ጠብዓን ኣዘካት ሩኩን ሚን ኣርካኒል ኢስላም ዩ። ወዒባዳ ማልያ ጠብዓን ዒባዳታት ረቢ ዝፈትዎ ናብ ረቢ ንቀራረበሉ ብኣካላዊ ኣሎ ቃላዊ ኣሎ ተግባራዊ ኣሎ ከምኡ ድማ ማላዊ ዒባዳ ኣሎ ካብተን ዒባዳ ማልያ ዓዚማ የተሓቀቁ ቢሃ ተካፍል በይን ልሙስሊሚን ኣብ ነንሕድሕድካ ኣብ ኣብቲ ሙጅተማዕ ናይ እስልምና ምትሕግጋዝን ከምኡ ድማ ተጥሂር ኣልማል ክትሰርሕ እንከለኻ ኣብ ንግዲ ኣቲኻ ምናልባሽ ብጌጋ ድዩ ወይ ብገለ ድዩ ዘይናትካ ገንዘብ ዝኣተወካ እውን ካብኡ ንምፅራይ ከምኡ እውን በቃቕ ንኸይትኸውን ጠማዕ ንኸይትኸውን እቲ ድተጸልኤ ሓደ ሰብ በቃቅ ክኸውን ጠማዕ ክኸውን ዘይልግስ ወሃባይ ዘይኮነ ሰብ ድተጸልኤ እዩ ነዚ ውን ነቲ ምሃብ ልምዲ ደሐድረልካ ሓደ ካብኡ ዘካት እዩ ወሊዛሊክ ኣላሁ ዓዘወጀል ነዛ ዘካት እዚኣ ኣብ መዋድዕ ናይ ቁርኣን ኣልከሪም ኣብ ብዙሕ ኣያታት ምስታ ሰላት ኣቋሪኑ ምስኣ ዘካት ይዝክራ ማለት እዩ። እቲ ዝበለጸ ዒባዳ መዓልታዊ ንፍጽሞ ናብ ረቢ ዘቀራርበና ሰላት እዩ። እሞ እታ ኣብ መንጎኻን ኣብ መንጎ ረቢ ዘላ ተራኽብ ዓባይ ሰላት ምስኣ ድማ ኣብ መንጎኻን ኣብ መንጎ ደቂ ሰባትን ዝያዳ ተካፉል ዝያዳ ምትሕብባር ዝያዳ ሕውነት ዘምጽእ ድማ ምሃብ ስለ ዝኾነ እታ ዘካት ምስ ኣምስታ ሰላት ተቋሪና ብዙሕ ግዜ ኣብ ቁርኣን ኣልከሪም ትዝከር ማለት እዩ ወሊዛሊክ ረቡና ዓዘ ወጀል ኣብ ሱረት ኣልበቀራ መበል ኣርብዓን ሰለስተን ወኣቂሙ ሰላተ ወኣቱ ዘካት ወርካዑ መዓ ራኪዒን ኢሉ ኢዘን ምስታ ሰላት ተዘኪራ

እዚ ኩሉ ኣያት እዚ ክትርኢ ከለኻ እታ ዘካት ኣብ እስልምና ዓቢ ደረጃ ዓቢ ቦታ ከም ዘለዋ ግልጺ ይኾነልና ማለት እዩ። ከምኡ ውን ነብይና ሙሓመድ ዓለይሂ ሰላቱ ወሰላም እተን ቀንዲ መሰረታት ናይ ዲንና ኣርካን ልእስላም ክጠቕስወን እንከለዉ ቡንየል ኢስላም ኢሎም ዓላ ኻምስ እስልምና ኣብ ሓሙሽተ ነገራት፣ ኣብ ሓሙሽተ መሰረት ቀንዲ ዝኾነ ኣብኡ ዝተመስረተ እዩ ምስ በሉ፣ ሸሃደቱ ኣን ላኢላሃ ኢለላህ ወኣና ሙሓመደን ረሱሉላህ፣ እታ ቀዳመይቲ ዓንዲ፣ እታ ቀንዳመይቲ መሰረት ሸሃደት ላኢላሃ ኢለላህ ሙሓመደን ረሱሉላህ እያ፣ ብሓደውነት ናይ ኣላህ ሱብሓነሁ ወተዓላ ኣላህ ሱብሓነሁ ወተዓላ ላ ሸሪከ ለሁ ፊ ሙልኪሂ ላ ሸሪከ ለሁ ፊ ኸልቂሂ ወሁወል ማዕቡዱል ሓቅ ብሓቂ ዒባዳ ዝግብኦ ኣላህ ሱብሓነሁ ወተዓላ ጥራሕ ምዃኑ ኣየን ካን መኽሉቅ ወላ ነቢ ናብ ረቢ ዝቀረበ ይኹን ወላ መላኢካ ናብ ረቢ ዝቀረበ ይኹን ወላ እዚኣቶም ውን ምስ ረቢ ሱብሓነሁ ወተዓላ ሽርካ ኣይንገብሮምን ኢና ኩሉ መን ፊ ሰማዋቲ ወልኣርድ ኣብ ሰማይ ኣብ መሬት ዘሎ ድበጽሐ ጠበጽሐ ደረጅኡ ዓብዱን ሊላሂ ባርያ ናይ ረቢ እዩ ብጀካኻ ኢላህ ብጀካኻ ብሓቂ ዒባዳ ዝግብኦ የለን ኣልማዕቡዱል ሓቅ ብሓቂ ዒባዳ ዝግብኦ ኣላህ ሱብሓነሁ ወተዓላ እዩ ኢልካ ካብ ሽርኪ ንጹህ ትኸውን ጽሩይ ትኸውን ወቢሪሳለት ነቢይና ሙሓመድ ዓለይሂ ሰላቱ ወሰላም ድማ ትምስክርን ትኣምንን ማለት እዩ። ኢዘን ሸሃደቱ ኣን ላኢላሃ ኢለላህ ወኣና ሙሓመደን ረሱሉላህ ብድሕሪኡ ኢቓሙ ሰላህ ሰላት ድማ ኣብ ወቕታ ክትሰግዳ፣ ኣብኣ ከላ እንታይ ተዘኪራ? ሳልሰይቲ ካብተን መሰረታት፣ ካብተን ዓንድታት፣ ወኢታኡ ዘካት። ኢዘን ድሕሪ ሰላት ዊን ኣብ ሓዲስ ዊን እንታይ ተዘኪራ? ዘካት፣ ሸሃደቱ ኣን ላኢላሃ ኢለላህ ወኣነ ሙሓመደን ረሱሉላህ ወኢቓሙ ሰላህ ወኢታኡ ዘካህ ወሰውሙ ረመዳን ወሓጁል በይት። ኢዘን ቅድሚ ስያም ቅድሚ ሓጅ ድተዘከረት ዘካት እያ። ኢዘን ዘካት ዓቢ ደረጃ ዓቢ ቦታ ከም ዘለዎ ኣብ እስልምና ግልፂ ይኾነልና ማለት እዩ። ጠብዓን ካብቲ ፈድል ኣሰደቃ፣ ሰደቃ ግዴታ ዝኾነ ከም ዘካት ድዩ ወይ እውን ሰደቀት ተጠውዕ ኣብ ዝኾነ ይኹን እዋን ዝተሸገረ ርኢኻ፣ ዝልምን ርኢኻ፣ ዝፀበቦ ርኢኻ ወላ እውን ንእንስሳ እውን

ዘካት ደውጽእ ሰደቃ ደብዝሕ ሰብ የኩኑ ፊ ዚሊ ሰደቀቲሂ የውመል ቅያማ የውመል ቅያማ ኣብ ትሕቲ ጽላል ናይ ሰደቅኡ እዩ ደጽልል ማለት እዩ ሰባት የውመል ቅያማ ኣብ ማሕሸር ደው ይብሉ ጸሓይ ትቀርብ ዓቅሎም ይጸቦም ላኪን እቲ በዓል ሰደቃ ዝነበረ እቲ ሰደቃ ኣብ ልዕሊኡ ኮይኑ ጽላል ይኮነሉ ማለት እዩ ወሊዛሊክ ካብ ኣብ ሪዋየት ኣሕመድ ኣለዚ ሰሓሑ ኣልባኒ እንታይ ዝብል ሓዲስ ኣሎ ኩሉ ምርኢን ፊ ዚሊ ሰደቀቲሂ የውመል ቂያማ ኩላ እዛ ተውጽኣ ዘለኻ እዛ ትህባ ዘለኻ ጽባሕ ንግሆ ጽላል እያ ትኾነልካ ኩሉ ሰብ ኣብ ትሕቲ ጽላል ናይ ሰደቅኡ እዩ ዝኸውን ኢሎም ነቢ ዓለይሂ ሰላቱ ወሰላም እዚ ዓብይ ምትብባዕ እዩ ያዕኒ ልግሲ ንኽህልወካ ማለት እዩ። ካብቲ ፈዳኢል ናይ ሰደቃ ናይ ዘካት ምሃብ ድማ ነቢ ዓለይሂ ሰላቱ ወሰላም ኣብ ሓዲስ ሰሒሕ እንታይ ኢሎም ማ ነቀሰት ሰደቃ ሚን ማል ኢሎም ሰደቃ ኣውጺኻያስኒ ጭራሽ ገንዘብካ ኣይጎድልን ማ ነቀሰት ሰደቃ ሚን ማል ኣይጎድልን እዩ ሂብካ ኣለኻ ክትካ እዩ ሂብካ ኣለኻ ክትካ እዩ ያዕኒ ሃዳ ሚን ሳዲቅ ኣልመስዱቅ ነብይና ሙሓመድ ዓለይሂ ሰላቱ ወሰላም ዝበልዎ እዩ። ከምኡ ኣብ ልብና ጽኑዕ ዝኾነ እምነት ክህልወና ኣለዎ፣ ሂብካ ከም ዘይጎድል ተሒዝካ እዩ ደኣ ዝጠፍእ እምበሪ እንተደኣ ወሃባይ ኮይንካ እንተደኣ ትልግስ ኮይንካ መሊሱ እዩ ዝበርከተልካ ማለት እዩ። ኢደን ኣዘካት እዛ ዘካት እዚኣ ግድን ማል ዝውንን ሰብ እንተደኣ ኮይኑ ክንርእና ተዓቀኑ ሚን ኣዕዘም መሓሲን ልእስላም ካብቲ ፅቡቅ ግርማታት ናይ እስልምና ሓደ ዘካት እዩ። ሊማ ፊሃ ሚን ሙዋሳት ኣል ፉቀራእ ነቶም ፉቀራእ ነቶም መሳኪን ንዓቶም ትዕንግል ስለ ዘለኻ ወኢስላሕ ኣል ሙጅተማዕ ኣብ እቲ ህብረተሰብ ዝጎደለ ነገር ትምልእ ስለ ዘለኻ ዘካት ካብቲ ኣፍደል ቁሩባት ናብ ረቢ ስብሓነሁ ወተዓላ እዩ። ኣወለን ዘካት ሽማ ኣብ ቋንቋ ናይ ዓረብ ዘካት ማለት ኣብ ቋንቋ ኣነማእ ወዝያዳ ወጣሃራ ማለት እዩ ምብርካት ምብዛሕ ምንጻህ ምጽራይ ዘካት ይበሃል ካብታ እታ ሽማ ውን ተዋሂባታ ደላ ሽም ድማ ዘካት ትብል ነዚ ኩሉ እዚ መዓኒ ዘልዋ እያ ምብርካት ምውሳኽ ምንጻህ ማለት እዩ ኣብ ቋንቋ ናይ ዓረብ እታ ዘካት ትብል ኣብ ሸርዕኸ እታ ዘካት ትብል እንታይ'ያ እንተ ኢልና ኣብ ሙስጠላሕ እንታይ ይብሉ ሓቕ ዋጅብ ፊ ማሊን መኽሱስ ሊጣኢፈቲን መኽሱሳ ፊ ወቅቲን መኽሱስ ዘካት ታዕሪፍ ናቱ እዚ እዩ ሓቕ ዋጅብ እዩ ሓቂ ዝኾነ ዋጅብ እዩ ያዕኒ ሙስተሓብ ወይ ገለ ዘይኮነ ወይ ብድሌትካ ተውጽኦ ዘይኮነ ግዴታ ከተውጽኦ ዘለካ እዩ እዚ ዘካት እዚ ፈርዱ ዩ እንተደኣ ኒሳቡ ኣኺሉ ዓቐኑ እንተደኣ ኣኺሉ እቲ ገንዘብ እቲ ወሓለ ዓለይህ ልሓውል ዓመት ድማ ተቐሚጡ ኣሎ ከተውጽኣሉ ናይ ግድን ዩ ተደየውጺኻሉ የውመል ቂያማ ክትሐተት ኢኻ ማለት ዩ ሩክን ዩ ሓቅ ዋጅብ ዩ ፊ ማል መኽሱስ ያዕኒ ዘካት ንኹሉ ደለካ ንብረት ዘይኮነ ላእ ማል መኽሱስ ኣብ ውሱን ዝኾነ ማለት እዩ ወርቂ ኣለካ ብሩር ኣለካ ገንዘብ ኣለካ ናይ ንግዲ ኣለካ ዘራእቲ ኣለካ ጥሪት ኣለካ ጤለ በጊዕ ኣለካ እዚ ኩሉ እዚ ዘካት ኣለዎ እንተ ደኣ ናብ ትጃራ ዝኣተወ እንተ ደኣ ኮይኑ ማለት እዩ። ናዓም ላኪን ትነብረሉ ሙምኪን ዓሰርተ ቪላታት ይህልወካ ዓሰርተ መካይን ኣለዋካ እቲ ንስካ ትጥቀመሉ ትግልገለሉ ዘይኮነሲ እንታይ ዳኣኒ እቲ ኣብ ሹቅ ኣቅሪብካዮ ዘለካ ወይ ድማ ንንግዲ ኢልካ ቀሪብካዮ ዘለካ ንሱ እዩ እቲ ዘካር ደለዎ ማለት እዩ ወሊዛሊክ ለይሰ ዓለል ሙስሊም ፊ ፈረሲሂ ወዓብዲሂ ሰደቃ ዝብል ሓዲስ ኣለና ያዕኒ ሲ ፈሪ ኣፍራስ ኣለዋኻ ባሮት ቀደም ጥብዓን ባርነት ነይሩ ባራዩ ኣለውኻ ነዚኦም ሲ ዘካት ኣውጽኣሎም ኣይትብሃልን ኢኻ ምኽንያቱ ትጥቀመሎም ስለ ዝኾንካ ኢላ ሰደቀትል ፍጥር ተኾይኑ ፊ ረቂቅ ባራዩ ኣለውኻ ሙምኪን ሚእቲ ባራዩ ኣለዎም ናይ ኩላቶም ዘካተል ፍጥር ተውጽኣሎም ጥብዓን እዚ እቲ ዝነበረ ማለት እዩ ሕጂ ባርነት የለን ኢዘን

ሓቅ እዩ ዋጅብ እዩ ፊማል መክሱስ ኣብ ውሱን ድኾነ ገንዘብ ከምኡ ድማ ሊጣኢፈቲን መክሱሳ እዛ ዘካት እዚኣ እውን ኩለን ቆፂርካ ቆፂርካ ቆፂርካ ናይ ንግዲ ደለካ ድዩ ንሸጥሪት ዘለካ ድዩ ኩሉ መሰዳለኻዮ ድማ ሊጣኢፈቲን መክሱሳ ዝወሃቡ ድማ ኣብ ሸርዒ ሙሓደድ ገይሩልና እዩ ኣልፉቀራ ወልመሳኪን ወልዓሚሊነ ዓለይሃ ወልሙኣለፈቲ ቁሉቡሁም ወፊሪቃብ ወልጋሪሚን ወፊ ሰቢሊላህ ወብኒ ሰቢል እዞም ሸሞንቲኦም ንዖኦም ኢኻ ትህቦም ማለት እዩ። ዘካት ድማ ፊ ወቅት መኽሱስ እዩ ግዜ ድም ናይ ዘካት ድማ ውሱን እዩ ዘለዎ ኣዘካት ተጅብ ባዕዳ ሙሩር ልሓውል ዓለል ማል ገንዘብ ኣለካ ዓሰርተ ሚልዮን ኣለዎ ማሻላህ ንግዲ ነጊ ኣቢልካ ነጂሕካ ዓሰርተ ሚልዮን ሕጂ ለዘበን ሮሞዳን ሒዝካየን ማለት እዩ እዘን ማሊ እዚኣተን ወቅተን ክንደይ ክኣክል ኣለዎ ሽዑ ዘይኮንካ ዓመት ሙሩር ልሓውል ኣብ ዓመት ትሪኦ ክንደይ ጎዲልወን ኣሎ ወይ ክንደይ ወሲክወን ኣሎ ንክለ ንኩለን ሩብዕ ልዑሽር ተውፅኣሉ ማለት እዩ ኢዘን ፊ ወቅቲን መክሱስ ውሱን ዝኮነ ግዜ ኣለዎ ማለት እዩ።

የውመል ቅያማ ልክዕ ከም ዝገበል ወይ ከም ዓብይ ተመን ከምኡ ኮይኑ ይመፅእ እቲ ገንዘቡ ማለት እዩ። ሹጃዕ ኣቅራዕ ማለት ኣብ ርእሱ ስኒ ወላ ሓንቲ ከም ፀጉሪ ይኹን ገለ ዘይብሉ ብሚሕር እቲ ስሚ ሒዝዎ ዘሎ ማለት እዩ። ምስ ኣላህ ሰላም ኣቡኡ ይቅፃዕ ማለት እዩ እንተ ዘካት ዘይተውፅእ ኮይንካ። ወሊዛሊክ ተስተባህሉ እንተ ነይርኩም እቶም ኣቦታትና ሰብ ዱካን ድኮኑ ኩላ ግዜ ጥንቃቀ እዮም ዝገብሩ ንሕና ዘርከብናሎም ሎሚ ከምዚ ናይ ሎሚ ኳልኩለይት ገለ መሳርሕታት ዘይብሉ ካብ ዩኒቨርስቲ ተማሃሮ ኣምጺኦም ሕሳብ ዝፈልጡ ንዓዚ ወደይ ተጠንቀቅ እዚኤን ክንደየን እዚኤን ከምዚኣ ዋጋኣ ኢሎም ንኩለን ተጠንቂቆም የውጽኡ ነይሮም ማለት እዩ ወሊዛሊክ ረበል ዓለሚን ድማ በረካ ገይሩ ኣሎ ኣዘካት ፊሁ በረካ ዘካት ደውጽእ ሰብ ሽሩጥ ኣለዎ ጠብዓን ገንዘብ ሒዙ ኣሎ ሓደ ዓሰርተ ሚልዮን ኣለዎ ዘካት ኣውጽኣሉ ክንብሎ ተኾይና ኣወለን ኣልኢስላም ኣስላማይ ክኸውን ኣለዎ ኣልሑርያ ኣብ ባርነት ዘሎ ክኸውን የብሉን ኣልቡሉቅ ያዕኒ እቲ ገንዘብ ክኣክል ኣለዎ ዓቐኑ ወሓለ ዓለይህ ልሓውል ዓመት ድማ ድተቐመጠ ክኸውን ኣለዎ እዚኤን እን ሸርጢ ናይ ዘካት ማለት እዩ ኣዘካት ላ ተጅቡ ኢላ ኢዛ በለቐ ልማል ኣኒሳብ ወሓለ ዓለይህ ልሓውል ኒሳብ ናቱ ዓቐኑ ናይ ዘካት ክኣክል ኣለዎ ዳሓራይ ድማ ዓመት እንተ ተቐሚጡ እዚ ዘካት ተውፅኣሉ ማለት እዩ ናዓም። ጠብዓ ኒሳብ ኣዘካት ፊዛሃብ ወልፊዛ ኩላ ግዜ ብምንታይ ኢና እቲ ዘካት ንዕቅኖ መለክዒ ናቱ ብወርቅን ብብሩርን ማለት እዩ ገንዘብ ኣለዎ እተን ገንዘቡ ደለዎኦ ድኾነ ዶላር ድዩ ናቕፋ ድዩ ብር ድዩ ኣየን ካን ኣለዎ

እዚ ተዓቐኑ ማለት እዩ ጠብዓን እቲ ናይ ወርቂ ናይ ብሩር ክመፀና ፊ ኸምስ ዞድ ድብሎ ደሎ ናይ ኣግማል ማለት እዩ ኣዞድ ድበሃሉ እክብ ዝበሉ ትሽዓተ ድበፅሑ ግማል ዞድ ይበሃሉ ላኪን ዘካት ሓሙሽተ ግመል ደሎ ዘካት የውፀኣሉ ማለት እዩ ናቱ ጠብዓን ኩሉ ትንታኔ ኣለዎ ኣብ ናይ ወርቅን ናይ ብሩርን እቲ ገንዘብካ ዘካት ከተውፀኣሉ ክንደይ ክበፅሕ ኣለዎ እንተደኣ ኢሉ ዕሽሪን ሚስቃል ሚነ ዘሀብ ብፊዳ ተኮይኑ ብብሩር ድማ ዕሽሪን ሚኤተይን ዲርሃም እዚ እንታይ ማለት እዩ ዕሽሪን ሚስቃል እብልዎ ብሚስቃል እዩ ድምዘን ነይሩ ሕጂ ምስ ረኣይዎ እንተ ካልእ ፅሩይ ወርቂ ኮይኑ ሰማንያን ሓሙሽተን ግራም ንሰማንያን ሓሙሽተን ግራም ወርቂ ክንዱ ንክንዱ ዘግዝእ ገንዘብ እንተ ኣለካ ኮይኑ ዘካት ዋጅብ እዩ ዓመት ተቐሚጠን ኣለዋ እዚአን ዘካት ተውፅኣለን ወይ ድማ ብብሩር እየ ድሓስቦ እንተ ኢልካ ድማ ንሓሙሽተ ሚእትን ተስዓን ሓሙሽተን ግራም ሜቴን ዲርሃም በቲ ናይ ቀደም ኣቆፃፅራ ፍዳ ማለት እዩ ሕጂ ወይ ንሰማንያን ሓሙሽተን ግራም ዝኣክል ዓቐን ገንዘብ እንተድኣ ኣለካ ኮይኑ ንዑ ደግዝእ ወይ ድማ ንሓሙሽተ ሚእትን ተሰዓን ሓሙሽተን ግራም ብሩር እንተድኣ ደግዝእ ገንዘብ እንተድኣ ኣለካ ኮይኑ እዚ ዘካት ከተውጽኣሉ ኢኻ ማለት እዩ። ናዓም ኢዘን ከመይ ጌርና ኢና ንሓስቦ ንዝብል መሰለን ሓደ ሰብ ሚእቲ ግራም ዕያር ናይ ኣርብዓ ወዕሽሪን ካረንት እንዲና ንብሎ ዕያር ኣርብዓ ወዕሽሪን ናይ ዕስራን ኣርባዕተን ኣለዎ ሚእቲ ግራም ኣሎ ኣሃ እምበኣረይ ሚእቲ ግራም ድዩ ደለካ እወ ካብ ሰማንያን ሓሙሽተን ስለ ሓሊፉ ዶ ኣሎ ሕጂ ንኹሉ ነዚ ሚእቲ ግራም ወርቂ ክንድኡ ዝኣክል ዘለካ ዘካት ተውጽኣሉ ንብሎ ማለት እዩ ጠብዓን ስዕር ግራመ ዘሀብ ንወርቂ ስነ ሕጂ ኣብ ሹቅ ትከይድ ንወርቂ ክንደይ ኣሎ ኢልካ ትሓትት ክልተ ሚትን ሓምሳን መሰለን ይብሉካ ክልተ ሚትን ሓምሳን ንእዚ ሰብ እዚ ድማ ክንደይ ገንዘብ ኣለዎ ክንደይ ወርቂ ኣለዎ ኢልና ሚእቲ ግራም ዶከውን ኢልና ሕጂ ብክልተ ሚእትን ሓምሳን ተራብሖ ማለት እዩ ክንደይ ክመጸልና እዩ ዕስራን ሓሙሽተን ሽሕ እምበኣር ነዘን ዕስራን ሓሙሽተን ሽሕ ዘካት ዕስራን ሓሙሽተን ሽሕ ድኣክል ገንዘብ እንተ ኣለካ ኮይኑ ዘካት ከተውጽኣሉ ኢኻ ንብሎ ማለት እዩ ጠይብ ዕስራን ሓሙሽተን ሽሕ ኣለኒ ክንደይ እቲ ዘካት ናቱ እንተ ኢሉና ድማ ሽዱሽተ ሚእትን ሓምሳን ንብሎ ማለት እዩ ሽዱሽተ ሚእትን ሓምሳን ዘካት ተውጽኣሉ ዓፍወን ሽዱሽተ ሚእትን ዕስራን ሓሙሽተን ሽዱሽተ ሚእትን ዕስራን ሓሙሽተን ናይ ዕስራን ሓሙሽተን ሽሕ ገንዘብ እንተ ኣለዎ ኮይኑ ማለት እዩ ሕጂ ንሕና እተን ገንዘብ ደለዎኦ ንሰማንያን ሓሙሽተን ግራም ወርቂ ደግዝእ ድዩ እወ እቲ ወርቂ ከ ክንደይ ኣሎ መሰለን ከም ዝበልናዮ ክልተ ሚእትን ሓምሳን ድዩ ሰለስተ ሚእቲ ከምቲ ዘሎ ዓመት ዓመት ይቀያየር እዩ ሽዑ ተራብሖ ክንድኡ ዝኣክል እንተ ኮይኑ ዘካት ተውጽኣሉ ወይ ድማ ብብሩር ትሓስቦ ናዓም መሰለን ሓደ ሰብ ይብለና ወላሂ ኣነ ሽዱሽተ ሚእቲ ግራም ብሩር ኣለኒ ይብል ጠይብ ኣብ ሹቅ ሽዱሽተ ሚእቲ ግራም ሓሙሽተ ሚእትን ትስዓን ሓሙሽተን እንተ ኮይኑ ዘካት ከተውጽኣሉ ኢና ኢልና ዘለና ሽዱሽተ ሚእቲ እንተ ኮይኑ ድማ ዘካት ክወጾ እዩ እምበኣር ንግራም ብሩር ክንደይ ኣሎ ወላይ ክልተ ቅርሺ ዶ ሰለስተ ቅርሺ ሰለስተ ቅርሺ ኢሎሞ እዘን ሽዱሽተ ሚእቲ ግራም ነይሩካ ብሰለስተ ተራብሖ ክንደይ ክመጽእ እዩ ሽሕን ሸሞንተ ሚእትን ይመጽእ ማለት እዩ እምበኣር ሽሕን ሸሞንተ ሚእትን ርያል ድዩ ሽሕን ሸሞንተ ሚእትን ዶላር ድዩ እንተ ኣለካ ኮይኑ ብብሩር ስለ ድሓሰብናዩ ዘካት ከተውጽኣሉ ኢኻ ይበሃል ማለት እዩ ናይ ሽሕን ሸሞንተ ሚእትን ዘካቱኸ ክንደይ እዩ እንተድኣ ኢሉና ናይ ሽሕን ኣይዋ ናይ ሽሕን ሸሞንተ ሚእትን ዘካቱ ክንደይ እዩ እንተድኣ ኢሉ ድማ ሓቲቱ ኣርባዓን ሓሙሽተን ቅርሺ ተውፅኣሉ ንብሎ ማለት እዩ طبعا ካብ ሽሕ ዕስራን ሓሙሽተን እዩ ካብ ሽሕን ሸሞንተ ሚትን ድማ ኣርባዓን ሓሙሽተን ይመፅእ ማለት እዩ ካብ ሚእቲ ቅርሺ ክልተ ቅርሺ ንፈረቃ ሓታ ክትሪኦ ከለካ ውሑድ እዩ እውን ሓታ ሚልዮን ደለዎ ስኒ ክንደይ የውጽእ እንተ ኢልካ ዕስራን ሓሙሽተን ሽሕ እዩ ደውጽእ ማለት እዩ ኢዘን ወይ ብብሩር ትሓስቦ ወይ ድማ ብወርቂ ትሓስቦ እቲ ዘለካ ማለት እዩ ብብብሩር ክሓስቦ ተኾይነ ንክንደይ ዝኣክል ደግዝእ ክኸውን ኣለዎ ተኢልና ንሓሙሽተ ሚእትን ትስዓን ሓሙሽተን ግራም ብወርቂ ተሓሲብካዮ ከኒ ን ሰማንያን ሓሙሽተን ግራም ማለት እዩ። ነዒም ሕጂ እዚ ቀደም እንታይ እዮም ነይሮም ክገዝእ ተኮይኑ ናብ ሹቅ ክኸይድ ከሎ ወርቂ ሒዙ እዩ ዝኸይድ ብስርዓት ከምዚ ናይ ሰልዲ ዓይነት ከምኡ ተሰሪሑ እዩ ዘሎ መቕሹሽ ከይከውን እውን ይፈልጥዎ እዮም ሰይርፍ ዝበሃል ኣሎ ይርኦ እዩ ጎደ ያኒ ተሓዊስዎ ከይከውን ገለ ወርቂ ይህብ እኽሊ ይወስድ ብሩር ይህብ ጨው ይወስድ ከምኡ እንዳገበሩ እዮም ዘብልዎ ነይሮም ሕጂ እቲ ወርቅን ብሩርን ኩሉ ቫንክ ኣትዩ ኻላስ እንታይ ክኸውን ኣለዎ መተካእትኡ ተባሂሉ እዚ ወርቂ እዚ ወረቀት ሒዝናዮ ዘለና ማለት እዩ ሕጂ መተካእታ ናይ ወርቅን ናይ ብሩርን እዩ ኣብታ ግዜ ድ ድሻየጥሉ ዝነበሩ ንዑዑ ሒዞም ሓሙሽተ ሚእትን ቴስዓን ሓሙሽተን ግራም ብሩር ደለዎ ዘካት ኣውጽኣሉ ይበሃል ክንደየን እየን እተን ገንዘቡ ማለት እየን። ሰማንያን ሓሙሽተን ግራም ወርቂ ዘለዎ ድማ ገሊኡ ብወርቂ ጥራሕ ይሕዝ ነይሩ፣ ነዚኤን ዘካት ኣውጽኣለን ንብሉ ይብሃል ማለት እዩ። እሞ ሕጂ የለን ንሱ፣ ሰብ ብምንታይ እዩ ዝገዝእ ዘሎ? ብወረቐት፣ መተካእታ ናይቲ ወርቂን ብሩርን ኮይኑ ማለት እዩ። እምበኣር ወይ ብናይ ብሩር ትሓስቦ ወይ ድማ ብናይ ወርቂ ትሓስቦ፣ ፍልልይ ዓቢ ፍልልይ እዩ ዘለዎ፣ ስለዚ እምበኣር እቲ ዝበለጸ፣ ብብሩር ሕሰቦ ኢኻ ነቲ መስኪን ውን ዝያዳ ይጥቀም ማለት እዩ ወሊዛሊክ ዑለማእ ኣልኣሕወጥ እቲ ዝበለጸ ብናይ ብሩር ሕሰቦ ኢብራኣን ሊዚማ ጽባሕ ንግሆ ኣብ ሓላፍነት ኣብ ትጠቀ ከይትጥየቅ ማለት እዩ ኢዘን እቲ ዘለካ ገንዘብ ኩሉ ትሪኦ ማለት እዩ ሓደ ሰብ እንዳ ወርቂ ኣለዎ እንዳ ጨርቂ ጨርቂ ዊን ኣለዎ ጥሪት ጤለ በጊዕ ዊን ኣለዎ ሕጂ ንኹሉ ነናቱ እቲ ገንዘብ እቲ ወርቂ እቲ ብሩር ደለዎ ክንደይ ግራም ኣለዎ ይሪኦ እቲ ገዛውቲ ንመሸጣ ኣቕሪብዎ ደሎ ቪላታት ሰሪሑ ናይ መሸጣ እዩ እዚ እውን ሕጂ እንተ ተሸይጡ ክንደይ የምጽእ እዘን መካይን እዚኣተን ናይ መሸጣ እየን እዚኤን ድማ ክንደይ የምጽኣ ኩሉ ይሕሰብ ማለት እዩ ዕሩደ ትጃራ ገንዘብ ከጥረ ገንዘብ ከባንክ ክንደይ ኣሎ ሕጂ ናይ ኩሉ ሓሲቡ እቲ ዘለዎ ንዐኣን ዘካት የውጽኣለን ማለት እዩ። ሩብዕ ኣልዑሹር፣ ካብ ሚእቲ ቅርሺ ክልተ ቅርሽን ፈረቓን እናሓሰበ ማለት እዩ። እተን ጤለ በጊዕ ገለ ተኾይነን ድማ ናተን ሕሳብ ኣለወን። ሓረስታይ ተኾይኑ ድማ ሓሪሱ ዓጺዱ ምስ ኣዋህለሎ ሕጂ ይሪኦ ኒሳብ ናቱ እንተ ኣኺሉ ድማ ወኣቱ ሓቆሁ የውመ ሓሳዲሂ ናይ ዘራእቲ ተኾይኑ ዓመት ኣይጽበይን እዩ ሽዓ ምስ ምስ ምስ ዓጸደን ተን እኽሊ ምስ ምስ ምስ ኣዳለወን ዳርጋ ልዕሊ ፍርቂ ኩንታል እዩ ሽዱሽተ ሚእቲ ኪሎ ዝኸውን እንተ ደኣ በጺሑ ሕጂ ነዚኤን ዕሹር የውጽኣለን ማለት እዩ ማሻ ኣላህ እቶም ኣብ ዘካት ዝፈልጡ ከምኡ እዮም ዝገብሩ ኩለን ኣብ እኽሊ ኣብ ዓሰርተ ይመቕልዎን እቲ ዓስረይቲ ኣፍ ገዛ ከየእተዉ ከለዉ እቲ ዓስረይቲ ኣፍ ናይ መሳኪን ትኸይድ ማለት እዩ ኣልዕሹር ናዓም ኢዘን እቲ ዘለካ ናይ ዘካት ከምዚ ጌርካ ኢኻ ትሓስቦ ማለት እዩ ኣዛሃብ ዩዘኪ ቢሓስብ ቂመት ወቕቲ ውጁብ ኣዘካት ሕጂ ብዙሕ ግዜ እዚኣ ትሕተት እያ ወርቂ ስኒ በቲ ድገዛእክዎ ድየ ክሓስቦስ ወላ በቲ ሕጂ ዘሎ ዋጋ ላእ በታ ሕጂ ዘላ ኢኻ ትሓስባ ምኽንያቱ ቅድም ክትገዝኦ ከለኻ ወላ ብ ሓምሳ ሽሕ ገዚእካዮ ኔርካ ትኸውን ሕጂ ድማ ከቢሩ ድማ ሚእቲ ሽሕ በጺሑ ኣሎ ሕጂ ገንዘብ ምሳኻ ናትካ ክንደይ እዩ ሚእቲ ሽሕ ድየን ወላ ሓምሳ ሽሕ ላእ ሚእቲ ሽሐን ኮይነን ደለዋ ነዘን ሕጂ ዘለዋ በቲ ሕጂ ዘሎ ዋጋ ኢኻ ተውጽእ እምበር በቲ ድገዛእክዎ ኣይትብልን ኢኻ ሙምኪን ድገዛእካዮ ድማ ኩቡር ኔሩ ክኸውን ብሚእቲ ሽሕ ገዚእካዮ ሕጂ ድማ ጎዲሉ ድማ ሓምሳ ሽሕ ኮይኑ ናትካ ገንዘብካ ሕጂ ብኢድካ ደለዋ ሓምሳ ሽሕን ንዐኣን ኢካ ዝካት ተውጽኣለን ማለት እዩ ጠብዓን እተን ኣብቲ ሕቶን መልስን ከይኣተና እንከለና ኩላ ግዜ ትሕተት ዘካቱል ሑሊ ሀል የኽርጁ ፊሂ ዘካት እሞ ዘካት ወርቅን ብሩርን ናይ ሽልማት ናይ ጓል ኣንስተይቲ ከ ዘካት ይወጾ ድዩ ትብል እዚኣ ኩላ ግዜ እያ ትሕተት ማለት እዩ እዚኣ ድማ ካብተን ኣብ ዑለማእ ኺላፍ ደለዋ እያ ንምንታይ እያ ክተሊፎም ልክዕ ከምተን ክንዝክሮ ድጸናሕና ነቢ ዓለይሂ ሰላቱ ወሰላም ለይሰ ዓላ ዓብዲሂ ወላ ፈረሲሂ ሰደቃ ኢሎም ነቲ ባርያ ድጥቀመሎም ባሮት ድዮም ፈረስ ድጥቀመሉ ተኾይኑስ ዘካት የብሉን ኢሎም እዚ ወርቅን ብሩርን ድማ ንዓኣ ንሽልማታ ክትጥቀመሉ ስለ ዝኾነስ ከምኡ ኢና ንሓስቦ ኢሎም ብዙሓት ዑለማእ ዘካት የብሉን ናይ ሽልማት ተኾይኑ ኢሎም። ገለ ዑለማእ ድማ ላእ ወርቅን ብሩርን ብፍላይ ወላ ናይ ሽልማት ይኹን ዘካት ኣለዎ ኢሎም።

ከምኡ ውን ነቢ ዓለይሂ ሰላቱ ወሰላም ኣብ ሓዲስ ሰሒሕ እንታይ ኢሎም ማ ሚን ሳሒቢ ዘሀብ ድኾነ በዓል ወርቂ ድኾነ ላ ዩኣዲ ፊሃ ያኒ ዘካተሃ ዘካት ናታ ደየውጽኣላ እንተደኣ ኮይኑ ኢላ ጁዒላ ለሁ የውመል ቅያማ ሰፋኢሕ ሚን ናር ዩክዋ ቢሃ የውመል ቅያማ ከምዚ ተሰጥ ማለት እቲ ወርቂ እቲ ብሩር እቲ ደየውጽኣሉ ዝነበረ ንሱ መጺኡ ብእኡ ይነድድ ብእኡ ይቕጻዕ ኢሎም ኢዘን ከምዚ ካብ ሃለዉ ናይ ወርቅን ብሩርን ክወጾ ኣለዎ ወላ ናይ ሽልማት ይኹን ዝብሉ ዑለማእ ብክልቲኡ ኣሓዲትን በትን ከይዶም ገሊኦም ክወጹ ኣለዎ ኢሎም ገሊኦም ድማ ኣይወጹን ኢሎም ሽደት ኢልኺላፍ ኣሎ ኣብዚ ክልተ ርእይቶ ናይ ዑለማእ ኣሎ ማለት እዩ ላኪን ኣልሒጣ ኣነ እንታይ ገዲሹኒ ከውጽኣሉ እየ ዝበለት ጓል ኣንስተይቲ ከምኡ እውን ከተውጽእ ተደልያ ኣሕወጥ ማለት እዩ ናዓም ኢዘን እንተ ዕሽሪን ሚስቃል ዛሃብ ኣለዎ ኮይኑ ወይ ድማ ክንድኡ ዝኣክል ብማዕናዕ ሰማንያን ሓሙሽተን ግራም ወርቂ ዝኣክል ገንዘብ እንተ ኣለዎ ኮይኑ ወይ ድማ ሚእተይን ዲርሃም ክልተ ሚእቲ ዲርሃም ብማዕና ኻምሱሚኣ ኻምሳ ወትስዒን ግራም ሓሙሽተ ሚእትን ቴስዓን ሓሙሽተን ግራም ብሩር እንተ ኣለዎ ኮይኑ እዚ ዘካት ይወጅበሎም ማለት እዩ ንሕና እንሻላ ግልፂ ኮይና ትከውን ተስፋ ገብር ላኪን ተሪፉና ዘሎ መሳሪፍ ዘካት ዘካት ከ ምስ ኣውፃካዮ ምስ ሓሰብካዮ ሕጂ ሚልዮን ሃልዎ ሓሲብዎን ዕስራን ሓሙሽተን ሽሕ ወፅኤን ኣለዋ ናይ ዘካት እየን እዚኤን

እዚኣቶም እዮም እዞም ሸሞንተ ዘካት ድወስዱ ማለት እዩ እነመ ሰደቃት ሊልፉቀራ ወልመሳኪን ፈቂር መስኪን ፈቂር እንታይ እዩ መስኪን እንታይ እዩ ኩላቶም እዚኣቶም ስኡናት ድኾኑ እዮም እንታይ እዩ ከፍልልዮም ዝብል ኣብ ድሓለፈ ገሊፅናዮ ኢና ወልዓሚሊና ዓለይሃ ቀደም እንታይ እዩ ነይሩ በይቱልማል ዝበሃል ኣብኡ ድሰርሑ ኣለዉ ከይዶም ካብ ኩሉ ዓድታት እንዳ ከዱ ጥሪት ዘለዎ ክንድዚኤን እየን ደለዋካ ሓሙሽተ ግማል ድየን ደለዋካ ሓንቲ በጊዕ ተውጽእ ኣላ ኣርባዓ ኣጣል ድየን ደለዋካ ከምዚ ኢካ ተውጽእ ኢሎም ኩሉ ይሓስብሎም ነቶም ሰብ ደኳኪን ደለዉ ውን ይሓስብሎም ከምኡ እዩ ስርሖም እዚኣቶም ሰራሕተኛታት እዮም ኣልዓሚሊን ዓሊሃ ኣብኡ ተዋፊሮም ድሰርሑ ዘካት ይወስዱን ይግብኦም እዩ ወልዓሚሊን ዓሊሃ ወልሙኣለፈቲ ቁሉብሁም ገምገም ድኮኑ ኣለዉ ኣነ መን እሞ ኣለኒ እዛ ዲንኩም እዚኣ እኮ ደስ እያ ትብለኒ ነይራ እሞ ሕጂ ድማ ብሶምዮም ድናቢን እሞ ኣለፈት ቁሉብሁም ቀሪቡ ናብዛ ዲን እዚኣ ክኣቱ ሃቦ ኢካ ከላስ ሃቦ በእንድዩ ድሳናከል ደሎ እሞ ኣለፈቲ ቁሉብሁም ይባሃል ማለት እዩ ናዓም ወይ ድማ ካልኦት ዓበይቲ ዓዲ ሸር ዘለዎም ገለ ዘለዎም ከምቲ ኣብ ሓላፍነት ዘለዉ ዝርእዎ ብኡ ከዱ ማለት እዮም ወልሞ እዚኣቶም ወልሞ ኣለፈቲ ቁሉብሁም ኣብዚ ይኣቱ ማለት እዩ ከምኡ ድማ ወፊር ሪቓብ እዚኣቶም ወፊር ሪቓብ ኣብ ባርነት ዘሎ ማለት እዩ። ኣብ ባርነት ኣሎ እቲ ደስርሖ ዘሎ እንተ ዕስራ ሽሕ ኣምጺኻ ነጻ ክትከውን ኢኻ ይብሎም እቲ ቀደም ዝነበርዎ ሕጂ ነዚ ዘካት ትህቦ ምእንቲ ነጻ ክወጽእ ማለት እዩ ወፊር ሪቓብ ወልቓሪሚን ሰብ ዕዳ ማለት እዮም ብዕዳ ዝተትሓዘ ወፊ ሰቢሊላህ ኣብ ጅሃድ ፊሰቢሊላህ ዘለዉ ወብኒ ሰቢል ገያሻይ ኮይኑ ስንቂ ዝወደኤ ኣሕያነን ሃፍቲ ይህልዎ ኸውን ላኪን ስንቂ ወዲኡ ከምዚ ብፍላይ ኣብ ግዜ ኮሮና ኣብ ካሊእ ዓዲ ምስ ከደ እቲ ኩሉ ገንዘቡ ብቲ ሓደ ዓዲ ንሱ ብዚ ኻላስ እዚ ኩሉ ሃፍቲ ከለዎ ኣብ ድኽነት ተመሊሱ ማለት እዩ እብኒ ሰቢል እዚ ክሳብ ንመምለሲ ንዓዱ ዝኾኖ ትህቦ ማለት እዩ ገለ ሰብ ኣሎ ሳድቕ ዝኾነ ኣነ ኩሉ ሃፍቲ ኣለኒ ኩሉ ኢምካንያ ኣለኒ በስ ሕጂ መቕጦዕ ኮይነ ኣብዚኣ ምስ መጻኹ ወላ ተለፎነይ ጠፊኡ ወላ እቲ ካርደይ ጠፊኡ ወላ ሓንቲ መምለሲ ሲኢነ እሞ እዚኤን ናይ ዘካት ኣለዋ ሃብዎ መብጽሒ ዓዱ ተባሂሉ ኢብኒ ሰቢል ይበሃል ማለት እዩ እዚኣቶም እዮም እቶም ሰማንየት ኣስናፍ ዘካት ዝወስዱ ማለት እዮም ነዓም ካሊእ ካብቲ ኩላ ግዜ እውን

በልህዎ ኣፍደል ባኳ ድኣ ድበለጸ ምክንያቱ ነቢ ዓለይሂ ሰላቱ ወሰላም ኣብ ሓዲስ እንታይ ኢሎም ኣሰደቃ ዓለል ሚስኪን ኢሎም ሰደቃ ንምስኪን እንተ ሰደቃ ሂብካዮ እዚኣ ሰደቃኻ ቅብልቲ ሰደቃ ኮይናትካ ኣላ ወዓላ ዚረሒም ቤተሰብካ እንተ ኮይኑ ድማ ኢስናን ኢሎም ክልተ ኣጅር ኣለካ በቲ ሰደቃ በቲ ድማ ሲላ ሲለቲ ራሒም ጌርካ ማለት እዩ ላኪን ቀረባኻ ክትህቦም ዘይብልካ ዘይግባኣካ ኣልኣብ ወልኡም ወልኣብናእ ማለት እዩ ነቦኻ ነዴኻ ንውላድካ ኣይትህቦን ኢኻ እዚኦም ክትናብዮም እዩ ዘለካ እንተ ሲኢኖም ንስኻ እኻ ክትናብዮም ዘለካ ኢዘን እንታይ ይብሉ ሊልኡሱሊ ወልፍሩዕ ንላዕሊ ኣቦኻ ኣዴኻ ኣባሓጎኻ ከምኡ ድማ ንታሕቲ ወድኻ ወዲ ወድኻ እዚኣቶም ካብቲ ማል ናትካ እኻ እምበር ትህቦም ካብ ዘካት ኣይትህቦምን ኢኻ ማለት እዩ ናዓም ኢዘን የተበየን ምን ሀዘል ባሐስ እዚ ሕጂ ክንዛረበሉ ዝጸናሕና ዘካት ምን ኣዕዘም ሸዓኢረ ልእስላሚ ካብቲ ቀንዲ መለለዪ ናይ እስልምና ዘካት እዩ ወኣነሃ ሰበብ ሊነማእ ኣልማል ዘካት ደውጽእ ሰብ ድማ ዓቢ መኽንያት ዓቢ ሰበብ ይኾኖ ኣሎ በረካ ይረክብ ማለት እዩ። እቲ ገንዘቡ መመሊሱ እዩ ዝበርክት። እዎ ተጥሂር ኣልነፍስ ነፍስኻ ድማ ተንጽህ ኣለኻ ምኽንያቱ በቃቕ ኣይትኸውንን ኢኻ ግዴታ ስለ ዝኾነት ዕስራን ዕስራ ሽሕ ዕስራን ሓሙሽተን ሽሕ ሚልዮን ዘካት ድወጽእ ገለ ገለ ሰባት ኣለዉ ዓሰርተ ኣርባዕተ ሚልዮን ደውጽኡ ዘካት ኣለዉ ዕስራ ሚልዮን እዚ ዘካት ጥራሕ ይቕበል እዚ ሕጂ ክህብ እንከሎ እንታይ ይለምድ ኣሎ ማለት እዩ ምሃብ ይለምድ ኣሎ ማለት እዩ። ወኣነሃ ዒባዳ ማልያ ካብተን ናይ ማል ዒባዳ ሓንቲ'ያ ማለት'ዩ፣ ከምኡ ድማ እቲ ኒሳብ ናቱ እቲ ዓቐን ናቱ ድማ ኣብ ሸርዒ ናትና ሙሓደድ ምኻኑ ውሱን ምኻኑ እታ ትወጽእ ድማ ኣብ ናይ ገንዘብ ዑሩደ ትጃራ ተኾይኑ ድማ ሩብዑል ዑሹር ክልተን ፈረቓን ካብ ሚእቲ ከምድወጽእ